በዚ ከኣ ክልተ ሰባት ክሞቱ ክኢሎም ዓሰርተ ትሽዓተ ሰባት እውን መጉዳእቲ ክወርዶም ክኢሉ ኣሎ። ስለያ ብምባል ነዛ ትሪእዋ ዘለኹም ዩቲዩበር ክሲ ኣቕሪብላ ኣሎ። በዚ ከምዚ ኢላ ካብ ላይቭ ከይወጸት እንኮላ እቲ ዝለኣኸኦ ሰብ መጽዩ ማለት እዩ ናብ ትግራይ ከም ዝኣተወ። ሰላም ከመይ ትኾኑ ጋይስ ከኣ ፊሊ ሎሚ መዓንቲ ከኣ ሕጽር ሕጽር ዝበሉ ኣገደስቲ ሓበሬታታት ሒዘ መጽየ ኣለኹ። ክሳብ መወዳእታ ምሳይ ጽንሑ ከምቲ ልሙድ ላይክ ጌርኩም ጀምርዋ ላይክ ኣይትረስዑ። Let's go! ናይ መጀመርያ ሓበሬታ ብዛዕባ ጆ ባይደን ዝምልከት እዩ። ጆ ባይደን ብመንሽሮ ፕሮስቴት ከም ዝተጠቕዐ ተገሊጹ ኣሎ። ወዲ 82 ዓመት ፕረዚደንት ኣሜሪካ ነበር ጆ ባይደን ኣብ ዕጽምቲ ዝዝርጋሕ መንሽሮ ፕሮስቴት ከም ዝተጠቕዐ ትማል ሰንበት ካብ ቤት ጽሕፈቱ ዝወጸ መግለጺ ኣፍሊጡ ኣሎ። ኣብ ጥሪ ካብ ስልጣኑ ዝለገሰ ባይደን ዝሓለፈ ሰሙን ኣብ ሽንቱ ምልክታት ብምርኣዩ ናብ ሓኪም ድሕሪ ምኻዱ ብዓርቢ ዝተረጋገጸ ምዃኑ እውን ሓቢሩ ኣሎ። እቲ መንሽሮ ልዑል ደረጃ ተባሂሉ ዝምደብ ኮይኑ፣ እቶም ዋህዮታት መንሽሮ ድማ ብቕልጡፍ ክዝርግሑ ከም ዝኽእሉን መጽናዕቲ መንሽሮ ዓባይ ብሪጣንያ ይሕብር ኣሎ። ባይደን ስድርኡን ብዛዕባ ዝወስዶ ዝኽእል ኣማራጽታት ፍወሳ ይግምግሙ ከም ዘለዉ ይንገር ኣሎ። ቤት ጽሕፈቱ እቲ ቤት ጽሕፈት ወሲኹ እቲ መንሽሮ ንሆርሞን ተሃዋሲ ምዃኑን ኣብ ትሕቲ ቁጽጽር ክኣቱ ከም ዝኽእልን እውን ገሊጹ ኣሎ። ቤት ጽሕፈት ባይደን ኣብ ናይ ሰንበት መግለጺኡ ወሲኹ፣ ዝሓለፈ ሰሙን ኣብ ፕረዚደንት ጆ ባይደን ሓድሽ ዕንኳር ፕሮስቴት ከም ዝተራእየ'ውን ወሲኹ ገሊጹ'ሎ። ብዛዕባ ፕረዚደንት ነበር ጆ ባይደን ዜና ምርመራ ምስ ተሰምዐ ከኣ ካብ ክልቲኡ ደምበ ፖለቲካ ናይታ ሃገር ደገፍ ረኺቡ'ዩ ወይ ናይ ሓዘን መልእኽቲ መጺኡዎ'ዩ። ብፕረዚደንት ትራምፕ ኣብ ማሕበራዊ መራኸቢታቱ ትሩዝ ኣብ ዝዘርግሖ ጽሑፍ፣ ንሱን በዓልቲ ቤቱ ሜላንያ ትራምፕን ኣብ ቀረባ እዋን ውጽኢት ሕክምናዊ ምርመራ ጆ ባይደን ምስ ሰምዑ ከም ዝሓዘኑ ብምግላጽ፣ ንጆ ባይደን ቅልጡፍን ዕዉትን ምሕዋይ ይምነየሉ ብምባል ጽሒፉ ኣሎ። ከም ዝፍለጥ ጆ ባይደን ኣብ ክልተ ሽሕ ዓሰርተ ሓሙሽተ ቦኽሪ ወዱ ብሕማም መንሽሮ ናይ ሓንጎል ከም ዝሰኣነ ይፍለጥ እዩ። እዚ ፕረዚደንት ንነዊሕ ዓመታት መጽናዕቲ መንሽሮ ይድግፍ ከም ዝነበረ ወይ ነዚ መጽናዕቲ ዘካይዱ ደገፍ ይገብር ከም ዝነበረ ይፍለጥ እዩ። ዕላማ ናይዚ ከኣ ክሳብ ክልተ ሽሕን ኣርባዓን ሸውዓተ ሞት ብመንሽሮ ብልዕሊ ኣርባዕተ ሚልዮን ዝኣክል ንምንካይ ወይ ንምክልኻል ዝዓለመ ምዃኑ እውን ይግለጽ ነይሩ እዩ። ናብ ካልእ ሓበሬታ ብዛዕባ እዛ ትሪእዋ ዘለኹም ዩቲበር ህንዳዊት ዩቲበር ዝምልከት እዩ ናይ ፓኪስታን ሰላዩ እያ ብምባል ኣብ ህንዲ ዝተኣስረት ዩቲበር ዝምልከት እዩ ፖሊስ ህንዲ ንፓኪስታን ስለያ ናይ ፓኪስታን ስለያ ብምባል ነዛ ትሪእዋ ዘለኹም ዩቲበር ክሲ ኣቕሪብላ ኣሎ ኣብ ሰሜን ህንዲ ግዝኣት ሃርያና ዝመፀት እዛ ጂዮቲ ዝተባሃለት ዩቲበር መብዛሕትኡ ትሰርሖ ቪድዮታት ቭሎግ እዩ ወይ ከዓ ዝተፈላለዩ ቦታታት ብምብፃሕ ቪድዮ ትሰርሕ ነይራ። ኣብ ናይ መወዳእታ መገሻኣ ከኣ መጋቢት ክልተ ሽሕን ዕስራን ሓሙሽተን እዩ ነይሩ። ፖሊስ ሃርያና ኣብ መጀመርያ ናይዚ ወርሒ ኣብ ህንዲ ዝተባረረ በዓል ስልጣን ላዕለዋይ ኮሚሽን ፓኪስታንን ርክብ ከም ዝነበራ ብምግላጽ እዩ ከይስዋ ዘሎ ማለት እዩ። ኣቦ ናይዛ ዩትዩበር ናብ ፓኪስታን ሓደ እዋን ጥራይ እያ ከይዳ ብምባል ነዚ ክሲ ነጺግዎ ኣሎ። እዛ ዩትዩበር ሰለስተ ሚእትን ሰብዓን ሸውዓተን ሽሕ ተኸታተልቲ ኣለዋ። ኣብ ኢንስታግራም ከኣ ሚእትን ሰላሳን ሰለስተን ሽሕ ተኸታተልቲ እዩ ዘለዋ። ኣባላት ፖሊስ ግን ኣብ መላእ ዓለም ብኸመይ ከም ዝተጓዕዘት ኣብ ሕቶ ኣልዒልዎ ኣሎ፣ ከም ሕቶ ኣልዒልዎ ኣሎ። ኣብ በዓል ባንግላዲሽ፣ ቻይና፣ ታይላንድ፣ ሕቡራት ኢማራት ዓረብን ኢንዶነዥያን ዝኣመስሉ ቦታታት ከይዳ ኣላ። ስለዚ ምንጪ ኣታዊኣ እንታይ እዩ ብምባል ካብቲ ቀንዲ ሕቶ ኣልዒልዎ ዘሎ ወይ ከኣ ምስ ክሳ ተላዒሉ ዘሎ እዩ ማለት እዩ። ከም ዝፍለጥ ኣብዚ ሕጂ እዋን ፓኪስታን ከምኡ'ውን ህንዲ ኣብ ተፋጠጢን ዘለዋ ክልቲኤን ሃገራት ኣብ ዶባተን ሰላም የለን ወይ ምትንኻፋት ከም ዘሎ ብደጋ ብተደጋጋሚ ክግለጽ ዝጸነሐ እዩ። ናይዚ መቐጸልታ ከኣ ኣብ ክልቲኤን ሃገራት ዝጸንሑ ዜጋታተን ብዓይኒ ፖለቲካ ተጠሚቶም ዝእሰሩ ብዙሓት እንዳኾኑ ይመጹ ከምዘለዉ እዩ ዝንገር ዘሎ። ሓደ ኣብነት ከኣ ናይዛ ዩትዩበር እዩ። ናብ ካልእ ኣብዚ ሰሙን እዚ ካብ ዘጋጠመ ዘሕዝን ፍጻመ ዝምልከት ብዛዕባ እዛ ትርእይዋ ዘለኹም ጓል ኣንስተይቲ ቫለርያ ዝተባህለት መበቆላዊት ሜክሲኮ ዝኾነት ጓል ዕስራን ሰለስተን ዓመት መንእሰይ ዝምልከት እዩ። ኣብዚ ሰሙን እዚ ዘጋጠመ እዩ። ኣብ ላይቭ ኣብ ቲክቶክ እንኮላ እዩ እዚ ነገር እዚ ኣጋጢምዋ ማለት እዩ። እዛ ትርእይዋ ዘለኹም ጓል ዕስራን ሰለስተን ዓመት ልዕሊ ክልተ ሚእቲ ሽሕ ዝኾኑ ፎሎወርስ ኣለዉዋ ብ ቲክቶክ ከምኡ ብሓፈሻ ብኻልእ ሶሻል ሜድያ ማለት እዩ ከምኡ ውን ናይ ባዕላ ሳሎን ኣለዋ ስነ ፅባቐ ማለት እዩ ናይ ባዕላ ትካል ኣለዋ ኣብ ላይቭ ብቐጥታ ኣብ ዝመሓላለፈሉ ዝነበረ እዩ ሂወታ ሓሊፋ ናይዚ ምኽንያት ከዓኒ መሓዙታ ወይ ፈለጥታ ውን ክኾና ክእላ እየን ኣብዚ ላይቭ እንኮላ ሰብ መፀክሎ ተቐበልዮ መልእኽቲ ልኢኽናልኪ ኣለና ብምባል ነጊረንኣ እሳ ውን ኣብ ላይቭ እንኮላ

ንሳ ውን ትጽበየን ከም ዘላ ትነግረን ከም ዝነበረት እዩ ዝገልጽ ኔሩ ኣብዚ። ስለዚ ከምዚ ኢላ ካብ ላይቭ ከይወጸት እንኮላ እቲ ዝለኣኽኦ ሰብ መጽዩ ማለት እዩ ክዛረባ እንኮሎ ውን ኣብዚ ድምጹ ይስማዕ ኔሩ እዩ ክኣቱ ከሎ ወይ ሰላም ክብላ ከሎ ይስማዕ ኔሩ እዩ ኣብዚ ኣብ ላይቭ እንኮላ ከኣ ብሽጉጥ ተኪሱ ክቀትላ ክኢሉ ማለት እዩ ኣዝዩ ዝሕዝን እዩ ካብ ቅንኣት ከም ዝተበገሳ ወይ ቀኒኤን ከምኡ ከም ዝገብራ ከም ዘለዋ ውን ብብዝሒ ወይ ብናይ ሜክሲኮ ዝወጽእ ዘሎ ዜናታት ዝገልጽ ከምኡ እዩ ማለት እዩ ኣዝዩ ዝሕዝን እዩ ከምዚ ዓይነት ነገር ወይ ብትፈልጦ ብቅንኣት ተበጊሱ ከምዚ ዓይነት ነገር ክፍጸመካ ኣዝዩ ዝሕዝን ነገር እዩ። ኣብ ቀልሕ ሓበሬታ ካብ ሜክሲኮ ከይወጸና ኮለና ናይ ሜክሲኮ ሓይሊ ባሕሪ ኣብ ኒው ዮርክ ምርኢት ኣብ ዘርእየሉ ዝነበረ ዘጋጠመ ሓደጋ ዝምልከት እዩ እዚ ትሪእዎ ዘለኹም ቪድዮታት ኣብ ሶሻል ሜድያ ብብዝሒ ክዝርጋሕ ዝወዓለ እዩ ትማሊ ቅድሚ ትማሊ እዛ ባንዴራ ናይ ሜክሲኮ ጌራ ዘላ መርከብ ኣዝዩ ነዊሕ ብርሃን ዘለዎ ከምኡውን ሰባት ዝደይቦ እንታይ ዝበሃል ሰሪሖም ነይሮም ከምቲ ትሪእዎ ዘለኹም ካኒ ነቲ ብሪጅ ከርክቦ ስለ ዝኸኣለ ኣብቲ ብሪጅ ክበጽሕ ኮላ ምስኡ ተጋጭዩ ማለት እዩ። በዚ ከኣ ክልተ ሰባት ክሞቱ ክኢሎም ዓሰርተ ትሽዓተ ሰባት ውን መጉዳእቲ ክወርዶም ክኢሉ ኣሎ ማለት እዩ። ከምቲ ትሪእዎ ዘለኹም ኣብዚ ቪድዮ እዚ መብራህቲ ብምሉኡ ሰባት ኣለውዎ ንምርኢት ተባሂሉ ብዙሓት ሰባት እዮም ኣብዛ መርከብ እዚኣ ኔሮም ክሳብቲ ላዕሊ ጫፍ ብምሉኡ ሰብ ስለ ዝነበርዎ ምስቲ ብሪጅ ምስ ተጋጨወ ከኣ እቶም ሰባት ክወድቁ ክኢሎም ማለት እዩ። ከምቲ ትሪእዎ ዘለኹም። ብዙሓት ጨርቂ ብምሓዝ ሰርቫይቭ ክገብሩ ክኢሎም ሓደ ክልተ እውን ክወድቁ ዘርኢ ኣሎ ማለት እዩ ካብዚኦም ዓሰርተ ትሽዓተ መጉዳእቲ ክወርዶም ክኢሉ እዩ ክልተ ከዓኒ ክሞቱ ክኢሎም እዮም ከም ትሪኦ ዘለኹም ኣብ መወዳእታ ጨርቂ ብምሓዝ ጠልጠል ኢሎም ዝተረፉ ብዙሓት ሰባት ኣለዉ ማለት እዩ ኣብ ካልእ ሓበሬታ ኣምባሳደር ኣሜሪካ ኣብ ኢትዮጵያ ኤርቪን ማሲንጋ ኣብ እዋናዊ ዛዕባ ንምዝታይ ከምኡውን ህልው ኩነታት ትግራይ ንምፍላጥ ናብ ትግራይ ከምዝኣተወ እሕበር ኣሎ። ኣምባሳደር ኤርቪን ማሲንጋ ሎማዕንቲ ዕለት ዒስራ ጉንበት ኣብ ከተማ ሽረ እንዳስላሴ ከምዝኣተወ ከምትሪእዎ ዘለኹም ብስእሊ ብምስናይ ድሙቕ ኣቀባብላ ከምዝተገብረሉ እውን ተሓቢሩ ኣሎ።

እዚ ጋሽ ናይ ሎማዓንቲ ሓበሬታ ዝመስል ነይሩ ክሳብ ዝቕፅል መደብ ሰላም